ሰላም ሰላም ሰላም ሕጂ ድማ ንእሽተይ ቴስት ክትህልወና እያ ንእሽተይ ፈተና ክትህልወና እያ እንተ መጀመርታ እንታይ ክገልጸልኩም እደሊ ዜና ስማት መጀመርታ ከላልየኩም ሰመረ ኤልሳ ኣቦ ዮሃንስ ኣደይ ሳዕድያ እዚኣ ድማ ኣርባዕቴኹም ትብል ኣላ እዚኣ እንታይ እየ ክብል ደልየ ንሰመረ ብላዕ እንተ ኢለዮ ንኤልሳ እንታይ ይብላ ንኤልሳ ብልዒ ይብላ እዚኣ እሞ ኣብዚ ክእትዋ እየ ንእሽተይ ስኩዌር ሸፕ ተድልየና ኣላ እዚኣ ከምዚኣ ገይረ ምእታን ኣማዕዲኹም ክትሪእዎ ኢለ እሶ ንኤልሳ ብልዒ ኢለያ ንሰመረ ብላዕ ነቦ የሃንስ ብልዑ ነደይ ሳዕድያ ድማ ብልዓ ብዙሓት እንተኾይኖም ግን መብዛሕትኡ እቲ ጌጋ ንገብሮ ብልዑ ኢና ንገብራ ብልዑ ንብል እታ ብልዑ ግን ንዓብይ ሰብ ንናይ ክብረት ንጥቀመሉ ኣገባብ እዩ ብልዑ ንብል ምናልባት ምስ ምንታይ ከተሓሕዘልኩም እደሊ መብዛሕትኡ ግዜ ኣብ እኩብ ህዝቢ ዘለዎ ዝብላዕ ዝስተ ገለ ዘለዎ ነገር ወለድና እንተ ክብሉ ንሰምዕ ዓበይቲ ብልዑታ ስተዩታ ገለ ክንብል ካብኣ ግን ኣይትሓልፍን እያ ኣነ ነተን ብልዑታ ስተዩታ እምበር ካልእ ዝኾነ ቃላት ደቁሱታ ተጻወቱታ ገለ ክብሉ ኣይንሰምዖምን ኢና ንሕና ግን እንታይ ዝብላነ ሓላፍነት ኣለና ከነማዕብሎ ቋንቋና ሕጂ ብዙሕ ግዜ እዚኣ እያ እታ ንመልካ ማለት እዩ ብልዑ ኢና ንብል ብልዑ ስተዩ ደቅሱ ኢና ንብል ንብዙሓት ግን ናይ ብዙሓት ኣይኮነን ንሓደ ሰብ ናይ ክብሪ ኣፀዋዋያ እዚ ናይ ክብሪ ንጥቀመሉ ቃል እዩ ብልዑ ገለ ክንብል ከለና ስለዚ እንታይ እያ ክትከውን ዘለዋ እታ ብልዑ እታ ትውሰኻ ብልዑታ ሰሚዕናያ ኣለና ምሽ ስለዚ ባዕልና ድማ ንሕና ነቲ ዝተረፈ ነቶም ዝተረፉና ቃላት ከነማዕብሎም ከም ዘለና ናህና እጃም ኢለ እየ ዝኣምን እሞ ሕጂ ድማ እንታይ ክብል እደሊ ሌትስ ነዘን ፓተርን እንዳተኸተልና ክንሰርሐን ኢና ሶ ንሰመረ ስተ እንድሕር ኢለዮ ንኤልሳ እንታይ ይብላ ስተይ ሶሪ እዚኤን እስከ ከዕብየን እዚኤን ከዕብየን ኦኬ ሕጂ እንታይ ክብለኩም ዝደሊ ንሰመረ ስተ ኢልናዮ ሶ ንኤልሳ ድማ ስተይ ንብላ ማለት እዩ ስተይ ሓቂ እታ ፓትርን እንተ ፈለው ጌርናያ ነቦ ዮሃንስ እንታይ ንብሎም ስተዩ ስተዩ ንብሎም ነቦ ዮሃንስ እዚ ረኣዮ መብዛሕትኡ እዚኣ እንታይ ኢያ እዚኣ ናይ ኡ ድምፂ እንድሕር ኣለዋ እዚኣ ድማ ከምኡ ማለት እዩ ኡ ዝብል ድምፂ ስተዩ ይኸውን ልክዕ እዚኣ ድማ ኢ ዝብል ኣደማምፃ ኣለዋ ኣብቲ መወዳእታ ናይታ ቃል ኣብዚ እውን ከምኡ ኩለን ይቕፅላ ማለት እዩ እቲ ፓተርን ሓደ ዓይነት እዩ ኣብዚ ኣ ዝብል ድምፂ እንድሕር ኣለዎ ብልዓ ኣብዚ ድማ ስተያ ይኸውን ማለት እዩ ስተያ ሶ ናበየ ከምፃኩም ደልየ ናብዚኣ ሕጂ እታ ብልዑታ እዚኣ ድማ እንታይ እያ ትኸውን ስተዩ ኢልና ኢና ንሕና ጠጠው ነብላ ስተዩ ብልዑ ኢና ንበል ምሽ ግን ስተዩ ኢልና ታ ንውስኸላ ማለት እዩ እዛ ታ ጥራሕ እያ ትፈላለየና ዘላ ማለት እዩ ካብታ ናይ ወለድና ታ እዚኣ ከምዚ ጌርና ንገብራ ሶ ተኸደን ድማ እዚኣ ቀፂላ ዘላ ቃል ተኸደኒ ኢልናዮ ንሰመረ ንኤልሳ ድማ እንታይ ንብላ ተኸደኒ ተኸደኒ ንብላ ማለት እዩ ተኸደኒ እዚኣ ኸ ነቦ ዮሃንስ ኢና ንብሎም ተኸደኑ ተኸደኑ ንብሎም ማለት እዩ ተኸደ ተኸደኑ ንብሎም ነደይ ሳዕድያ ድማ እንታይ ንብለን ተኸደና ንብለን ተኸደና ተኸደና ንብለን ከምኡ ንኹላቶም ድማ ንኹላቶም ተኸደኒ ተኸደኑ ዘሎ ነዚኣ ኢና ንወስድ ዩዋሊ ብልዑ ስተዩ ተኸደኑ ኢልና ነዚኣ እንታይ ንገብራ ኣይ ል ኮፒ ዚስ እዚኣ ኮፒ ገይረ ኣብዚኣ ቤትዋ እሞ ተኸደኑ ኢለ ተኸደኑ ታዕ ውስኸላ ማለት እዩ ታዕ ጥራሕ ኢሉ ውስኽ ማለት እዩ ተምሃር ድማ ከምኡ እንታይ ኢልናዮ መን እዩ እዚ ኣብ ላዕሊ ዘሎ ሰመረ እዩ ምሽ ሰመረ ድማ ተምሃር ኢልናዮ ንኤልሳ ድማ እንታይ ንብላ ተምሃሪ ተምሃሪ ንብላ ነቦ ዮሃንስ ድማ እንታይ ንብሎም ተምሃሩ ተምሃሩ ስለዚ ተምሃሩ ክንብል ከለና ንብዙሓት ኣይኮነን ንሓደ ሰብ እዩ እዚኣ ክነላለያ ይግባኣና ተምሃራ ክንብል ከለና ድማ ንብዙሓት ደቂ ኣንስትዮ ኣይኮነን ንሓንቲ ሰበይቲ እዩ ተምሃራ ኣደይ ሳዕብያ ተምሃራ ንብል ኩላቶም ግን እንታይ ክንብል ኣለና እ እዚኣ ነዛ ተማሃሩ ወሲደ ተማሃሩ ትብል ቃል ወሲደ እንታይ ይውስኸላ ታ ይውስኸላ ኣብዚ ማለት እዩ ተማሃሩ ታ ትኸውን ማለት እዩ ደቅስ ድማ ደቅስ ኢለዮ ንሰመረ ማለት እዩ ንኤልሳ ድማ እንታይ ይብላ ባዕልኹም ደቂ ደቅሲ ደቅሲ ኣብዚ ድማ ነቦ ዮሃንስ ድማ ደቅሱ ንብሎም ማለት እዩ ደቂ ደቅሱ ንብሎም ንደይ ሰዓድያ ድማ እንታይ ንብለን ደቅሳ ንብለን ደቅሳ ደቅሳ ንብለን ንኩላቶም ድማ እንታይ ንብሎም እንታይ ንብሎም ኣሃ እዚኣ ናይ ኣቦ ዮሃንስ እየ ዝወስዳ ኩሉ ግዜ ናይ ኣቦ ዮሃንስ ዘክርዋ ናይ ኣቦ ዮሃንስ ወሲደ እታ ይውስኸላ እንታይ ትኸውን ደቂ ሱታ ትኸውን ማለት እዩ ሶ ፕሊዝ ሓደራ ደቅሱ ንሓደ ንዓቢ ሰብኣይ ምዃኑ ንዘክር ተማሃሩ፣ ተኸደኑ ገለ ክንብል ከለና ንብዙሓት ሰባት ኣይኮነን ንዓቢ ሰብ እዩ ንዓቢ ሰብ ንተባዕታይ እዩ ሕጂ ብኡ እሱ ኩሉ ግዜ ይመልከና ኣሎ ንዓና ንደናገር ኣዚና ኢና ከኣ ኣብቲ ኣገባብ ኣዘራርባና ንሓወሶ ማለት እየ ኣጽንዕ ቴሌዮኒ ንሰመረ ንኤልሳ እንታይ ይብላ ኣብዚ ኣፅንዒ ኣፅን ኣፅንዒ ነቦ ዮሃንስ ከ እንታይ ይብሎ ኣፅንዑ ኣፅንዑ ኣፅ ን ኣፅንዑ ኣቦ ዮሃንስ ኣፅንዑ ኣደይ ሳዕድያ ኣፅንዓ ኣደይ ሳዕድያ ድማ ኣፅንዓ ኣ ፅ ኣፅናዓ ኣፅናዓ ንኩላቶም ድማ እንታይ ይብሎም ንኩላቶም እንታይ ይብሎም እዚኣ እየ ዝወስዳ ኣፅንዑ ኢለ ግን ጠጠው ኣይብልን እታ ኩሉ ሻዕ ንጋገያ ኣፅንዑ ከምዚኣ ኢልና ኢና ጠጠው ነብላ ንሕና ሓቂ ኣፅንዑ ደቅሱ እዚኣ ግን እታ ወስኸላ ማለት እዩ ቀጺላ ዘላ ቃል ድማ ስራሕ ትብል ዘላ ስራሕ ንመን እያ ስራሕ ስራሕ ንመን እያ ንመን ንሰመረ እያ ንሰመረ እያ ስራሕ ንኤልሳ ኸ ስርሒ ስር ስርሒ ንኤልሳ ስርሒ ነቦ ዮሃንስ ስርሑ ስርሑ ነደይ ሳዕድያ እንታይ ንብለን ስርሓ ንብለን ስርሓ ስርሓ and ንኩላቶም ድማ ኣሃ ነዚኣ ወሲደ ነዛ ናይ ኣቦ ዮሃንስ ወሲደ እንታይ ገብረላ ስርሑ እንድያ ዘላ እታ ኩሉ ግዜ ንሕና ንኽተላ ፓትርን እያንሳ እዚኣ ግን ኣይፋል ታደኣ ንወስኸላ ንብል ኣለና ሎ መዓልቲ ታድኣ ተሃልወና ጸሓፍ ጸሓፍ ድማ ንመን እዩ ን ንመን እዩ ንሰመሬ ሰመሬ ኤልሳ ኣቦ የሃንስ ኣደይ ሰዓድ እያ ዘክርወን እዚኣን ኣብዚ ላዕሊ ዘለዋ ሶ ንኤልሳ ድማ እንታይ ንብላ ጸሓፊ ጸሓፊ ንሰመረን ኤልሳን ኣየዳናግራን እየን እሰን ኩሉ ኩላህና ንፈልጠን እየን እዚኤን ድማ እንታይ ንብሎ ፀሓፉ ፀሓፉ ፀሓፉ ሕጂ ኣብዚኣ ግን እንታይ ትመስለና ኩሉ ግዜ ብዙሓት ንዛረበላ ዘለና እዩ ዝመስለና ሮንግ ማለት እዩ ፀሓፉ እዚኣ ድማ ፀሓፋ ትኸውን ንደይ ሳዕድያ ንኩላቶም ድማ ንኩላቶም እንታይ እንታይ ንብሎም ፀሓፉታ ፀሓፉ ኢለ ኣብዚኣ ገይረ ኤንደን ኣይ ኣድ ታ ታውስኸላ ቀጺለ ድማ ኣብዚ ኣንብብ ኢለዮ ኣለኹ ንመን ንሰመረ ንኤልሳ ድማ ኣንብቢ ኣንብ ኣንብቢ ኤንደን ኣብዚኣ ድማ ን ዮሃንስ እንታይ ኢሎም ኣንብቡ ኣንብ ኣንብቡ ኤንድ ነደይ ሰዓብያ ድማ እንታይ ይብለን ኣንብባ ኣንብ ኣንብባ ደይ ሰዓብያ ኣንብባ ኩልኻትኩም ድማ ኣንብቡታ እድብል ማለት እዩ ክብል ይግበኣኒ እዚኣ ነዚኣ ወሲደ ኣንብቡ ኢለ እዛ ኩሉ ሻዕ ጠጠው ንብላ ማለት እዩ ኣብዚ ዓይና ጠጠው ንብል እዞ ኣንብቡ እታ ክትውሰኸላ ኣለዋ እዚኣ ድማ ከምኡ ንሰመረታ ኢለዮ ተደረር ንኤልሳ ድማ ተደረሪ ተደረ ተደረሪ ተደረሪ ኣቦይ ሃንስከ ተደረሩ ተ ደ ረ ተደረሩ and ኣደይ ሳዕድያ ድማ ተደረራ ተደረራ ተደ ረ ራ and then ኩልኻትኩም ድማ ኣሃ እንታይ ይብሎም ወል ተደረሩ ድያ ተደረሩ ተዘረሩታ ዝለመድናያ ማለት እዩ ሓቂ ኣነ ንገዛእ ርእሰይ እንዳ ተዛረብኩስ ኣብኡ እየ ዝኣቱ እታታሲ ኣይትመልቆናን እያ ግን ክንፈልጦ ይግባኣና ሓንቲ ነገር ከዘኻኽራ ዝደሊ መብዛሕትኡ ግዜ ቁሩብ ፀበብቲ ኢና እዚ ናይ ትግራይ እዩ እዚ ናይ ኤርትራ እዩ ገለ ኢልና ነቲ ንንሕፎ ነገር ኣሎ ነቲ ሓቂ ንስሕቶ እቲ ቋንቋ ኩሉ ሓደ እዩ ንሕና ኢና ኣተሓሳስባና ኢና ንፈላለ ስለዚ እቲ ቋንቋና ክምዕብል እንድሕር ኮይኑ ድማ ናብቲ እሩም ኣገባብ ክንወስዶ ንክእል ኣለና ስለምንታይ ናብ ኮሌጅ ንኸይድ ስለምንታይ ናብ ዩኒቨርሲቲ ንኸይድ ስለምንታይ ብኡ ንመራመር ምክንያቱ ከነማዕብሎ ስለ ንደሊ ኢና ስለዚ እዚ ኣተሓሳስባና ቀይርና ናብ ምዕብልና ቋንቋና ከነስተብህል እላቦ ሰሰናዩ ንዓኹም ንዓኻትኩም ሶሪ ሰሰናዩ ንዓኻትኩም ኦራይት